ሳው መብረቕካ ኣውርደሎም ውግቡ ስንክለተ ማዕቢልካ ብስርትታትካ ማርዕዶም መርኣያ መንነት ወዳቤኻ ኣብ ድፎዖም ዓል ዓል ዓል መልሓስ ምሒኹ ዝኸላተኻ ጀግና ሰራዊት ትግራይ ብሰለስተ ኣንፈታት ንዝመፀ ሓይሊ ፀላኢ ብምምካት ከቢድ ክሳራ ከምዘውረደ ወተሃደራዊ ወሃቢ ቃል ተጋድላይ ገብረ ገብረፃድቃን ገሊፆም። ጅግና ሰራዊት ትግራይ ኣብ ሓውዜን ብ ዕስራን ሽዱሽተን መጋቢት ክልተ ሽሕን ዓሰርተ ሰለስተን ዓመተ ምህረት ካብ ኣንፈት ዕዳጋ ሓሙስ፣ ተምቤንን ነበለትን ተሃንዲዱ ንዝመፀ ፀላኢ ብምምካት ብዝፈነዎ ብርቱዕ መጥቃዕቲ ሓሙሽተ ሚእትን ኣርብዓን ሸውዓተን ወተሃደራት ፀለእቲ እንትሞቱ ሸውዓተ ሚእትን ስድሳን ክልተን ድማ ቆሲሎም ኣለው። ብተወሳኺ ጅግና ሰራዊት ትግራይ ሰለስተ ድሽቃ ምስ መካይነን፣ ሓንቲ ታንኪ፣ ክልተ ፓትሮል፣ ክልተ ኦራል፣ ሓንቲ ወተሃደራ ዝፀዓነት ኣይሱዙ መኪናን ብምብራዕ ናብ ሓሞኽሽቲ ቀይርዎም ኣሎ። ሰራዊትና ብርክት ዝበለ ክላሻትን ስናይፐራትን ወተሃደራዊ ዕጥቅታትን እውን ማሪኹ ኣሎ። ነዚ ኣብ ሓውዜን ዝተፈፀመ ዕዉት ስርሒት ሓዊሱ ኣብ ወጀራትን ተካ ተስፋይን ጅግና ሰራዊትና ብዘካይዶ ወፍርታት ሓደ ሓለቓ ሽሕን ሻምበልን ዝርከብዎም ሓደ ሽሕን ሓሙሽተ ሚእትን ተስዓን ሸውዓተን ወተሃደራት እንትሞቱ ክልተ ሽሕን ክልተ ሚእትን ተስዓን ሸሞንተን ድማ ቆሲሎም እዮም። ከምኡ'ውን ልዕሊ ሓምሳ ሽሕ ጠያይቲ ብሬን ዝርከቦም ብርክት ዝበለ ወተሃደራዊ ዕጥቅታት ከምዝተማረኸ ወተሃደራዊ ወሃቢ ቃል ተጋድላይ ገብረ ገብረጻድቃን ሓቢሮም ኣለው። ጸላኢ ኣብተን ሰለስተ ከባብታት ጥራሕ ብዝወረዶ ከቢድ ክሳራ ሰለስተ ሽሕን ሸሞንተ ሚእትን ተስዓን ሸሞንተን ወተሃደራቱ ምዉትን ቁስልን እንትኾኑ በዚ ድማ ዝሕዞን ዝጭብጦን ስኢኑ ዓቕሉ ጸቢብዎ ኣሎ። ጅግና ሰራዊትና ድማ ሙሉእ ሓርነት ትግራይ ኣብ ቀረባ ምዃኑ ጋህዲ እዩ እናበለ ብዝለዓለ ሕራነ እናመረሸ እንትኾን ደጀን ህዝብና እውን ንሰራዊትና ኩሉ ዓይነት ድጋፍ እናገብረ ይርከብ። መንእሰይ ትግራይ እውን እንተኾነ ብኣሽሓት እናውሓዘ ከምዝርከብ እቶም ወተሃደራዊ ወሃቢ ቃል ገሊፆም እዮም። እዚ ከምዚ ኢሉ እናሃለወ ኣብ ዝተፈላለየ ከባብታት ትግራይ እውን ኩናት ቀፂሉ ከምዘሎን ጅግና ሰራዊትና እውን ዓወታት እናሓፈሰ ከምዝርከብን ወተሃደራዊ ወሃቢ ቃል ተጋድላይ ገብረ ገብረፃድቃን ወሲኾም ሓቢሮም እዮም።

ናብ ካልኦት ዜናታትና ክንሰግር ፋሽስቲ ኣብይ ኣሕመድን መሻርኽቱን ህዝቢ ትግራይ ንምፅናት ጥሜት ከም መሳርሒ ኩናት ይጥቀምሉ ከም ዘለው ተሓቢሩሎም ቴሌቪዥን ቻናል ፎር ኣብዚ ዙርያ ዘዋደዶ ፀብፃብ ከም ዝስዕብ ዳህሲስናዮ ኣለና
ነብሱ ቀኒሱ ዶ ቀኒሱ ውን ሓደ ሓቐቕሱ
እዚ ሆስፒታል መቐለ ከምዚ ኣብ ዝበላ ኣዴታትን ብዋሕዲ መግብን ጥሜትን ብዝሳቐዩ ህፃናትን ዓቕለቕሊቕ'ሎ ዝበለ ጋዜጠኛ ቻነል ፎር፣ እቲ ኩነታት ኣዚዩ ዘተሓሳስብ ከምዝኾነ ነዛ ሓኪም ብምውካስ ሓቢሩ።
ኣብቲ ዝሓለፈ ወርሒ ሰማንያን ሰለስተን ሚእታዊ ወሰኽ ዋሕዲ ምግቢ ዝተጠቕዑ ህፃናት ርኢና ኢና። እዚ ድማ ብዋሕዲ ምግቢ ናይ ዝተሳቐዩ ኣዴታትን ህፃናትን በዝሒ ተዓፃፂፉ ከምዝወሰኸ የርእየና። እዚ ፀገም እናተጋደደ እዩ ዝኸይድ ዘሎ። ገለ ነገር እንተዘይተገይሩ ካብዚ ንላዕሊ እናኸፍአ ክኸይድ እዩ።
ፋሽስት ኣብይ ኣሕመድ ምስ ተስፋሕፋሕቲ ሓይልታት ትምክሕቲ ኣምሓራን ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ብምውዳድ ብዝፈጸሞ ወራር ብሚልዮናት ዝቑጸሩ ተጋሩ ከም ዝተመዛበሉን ንብረቶምን ጥሪቶምን ስኢኖም ንጥሜት ከም ዝተቓልዑን እቲ ጸብጻብ ኣረዲኡሎም። ሓንቲ ካብዚኦም ወገናት ድማ ወይዘሮ ኣበራሽ እየን። ምስ በዓል ገዘእን ብምዃን ሕርሻ ሰሊጥ ከም ዝነበረንን ጽቡቕ መነባብሮ ይመርሓ ከም ዝነበራን፣ ኮይኑ ግና ብምልሻታት ኣምሓራ ንብረትን ተዘሚተን ምስ ሰብኣየን እውን ተፈላልየን ሎሚ ኣብ ጸገም ኣለዋ። እኒኦኹ እንታይ ሒዘ ወፂኣ ዜሮ ወዲቐ ቤት ትምህርቲ ወዲቐ እኒኦኹ ኣነ እንታይ ክገብር ኣብ ፍርናሽ ናይ መቐለ ናይ ዩኒቨርሲቲ ፍርናሽ ወዲቐ እኒኦኹ ሓሙሽተ ርእሰይ ንሱ ክልተ ወርሑ ተኣሲሩ ተሰዲዱ በትሪ
ፋሽስት ኣብይን መሻርኽቱን ጥሜት ከም መሳርሒ ኩናት እናተጠቐምሉ ከም ዝኾነን ልክዕ ከምቲ ስርዓት ደርጊ ኣብ እዋን ጥሜት 1977 ዓ ም ዝገበሮ ፋሽስት ኣብይ እውን

ኣብዚ እቶም ኣውራ ሽግር ዝፈጥሩ ዘለዉ ወታደራት ኤርትራ እዮም ኣብ ሙሉእ ትግራይ ተዋፊሮም ኹሉ ዓይነት ጥሪትን ሃፍትን ህዝቢ ትግራይ ኾነ ኢሎም የዕንውዎን ይሰርቅዎን ኣለዉ ኣብ ዓድዋ ንዝነበረ ፋብሪካ ዝፈጸምዎ ዕንወት ርኢና ኢና ናይ ጫማ ዝጸርጉ ሊስትሮታት ኣቑሑ ከይተረፈ እዮም ወሲዶም ኣዕንዮምዎ እዚ ኹሉ ዝገብሩ ዘለዉ ነቲ ህዝቢ ሙሉእ ንሙሉእ ንምድኻይ እዩ
um, granularity of an attempt to grind people down to utter poverty.
ዕጡቓት ተስፋሕፋሕቲ ሓይልታት ትምክሕቲ ኣምሓራን ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ትግራዋይ ዘበለ ፍጥረት ኩሉ ይቐትሉን ዓሌት ትግራይ ንምንጻት ኣሸኪቶም ይሰርሑ ከም ዘለዉ ውጻእ መዓት ግፍዕታት እዞም ሓይልታት ወረርቲ ዝኾኑ ተጋሩ ኣቃሊዖም። ሚያሚ ሄራልድ ዝተብሃለ ጋዜጣ ንኣሶሽየትድ ፕሬስ ብምጥቃስ ከም ዝሓበሮም ዕጡቓት ኣምሓራ ኣብ ምዕራብ ትግራይ ትግራዋይ ዘበለ ብኣልማሚት ጨፍጭፎም እዮም። ኣብ መዕቆቢ ስደተኛታት ሓምዳይት ሱዳን ካብ ዝርከቡ ወገናት ሓንቲ ዝኾና በላይነሽ በየነ ዝተብሃላ ወላዲት ዕጡቓት መናእሰይ ኣምሓራ ኣብ ከተማ ዳንሻ ዕስራን ኣርባዕተን ተጋሩ ብግፍዒ ቀቲሎም ረይስኦም ከይቕበር እንትኽልክሉ ከም ዝተዓዘባ ተዛሪበን ኣለዋ። ህይወት ሓዱሽ ዝተብሃላ ካብ ከተማ ዛላምበሳ ዝተሰደዳ ወገን ድማ ወተሃደራት ባዕዳዊ ሰራዊት ውልቀ መላኺ ኢሳያስ ገዛ ገዛ እናኸዱ ብደርዘናት ዝቑፀሩ ተጋሩ እንትርሽኑ ከምዝረኣያ እንትገልፃ፣ ኣውዓሎም መብራህቶም ድማ ወተሃደራት ውልቀ መላኺ ኢሳያስ ኣፎርቂ ዓሰርተ ሸሞንተ ሰላማውያን ሰባት ኣብ በረኻ ኢሮብ እንትቐትሉ ተሓቢኦም ከምዝተዓዘቡ ገሊፆም። ኣብ ከተማ ሕሞራ ኣብ ውሽጢ ገዝኣ ሰለስተ ዕጡቓት ኣምሓራ ከምዝተጋሰስዋ ዝገለፀት ጓል ሰላሳ ዓመት ኣለም መብራህቱ፣ ናብ ሱዳን እንትሃድም ኣብ ገምገም ሩባ ተከዘም ሓምሳ ተጋሩ ተቀቲሎም ሬስኦም ተሰጢሑ ከምዝረኣየት ሓቢራ ኣላ። ኣለም እዞም ፀላእቲ ዋላ ሓደ ትግራዋይ ከየትረፉ ከጥፍኡና ኣሸኪቶም ይሰርሑ ኣለዉ ከምዝበለት እውን እቲ ዜና ሓቢሩ ኣሎ። መንግስቲ ፋሽስቲ ኣብይ ኣሕመድ ኣብ ትግራይ ኣብ ዝግበር ምፅራይ ግፍዕታትን ጥሕሰት ሰብኣዊ መሰላትን ዝኾነ ዓይነት ተሳትፎ ክህልዎ ከምዘይግባእ ተገሊፁ። ኣብቶም ዝሓለፉ ሓሙሽተ ኣዋርሕ ኣብ ልዕሊ ህዝቢ ትግራይ ዝተፈፀሙ ግፍዕታት፣ መጥቃዕትታትን ጥሕሰተ ሰብኣዊ መሰላትን ብዘይሻራዊ ኣካል ንምፅራይ ኣብ ዝግበር ምርመራ መንግስቲ ፋሽስቲ ኣብይ ፈፂሙ ክሳተፍ ከምዘይግባእ ዴይሊ ሄራልድ ዝተብሃለ ጋዜጣ ኣሜሪካ ፀብፂቡ'ሎ። ወተሃደራት ፋሽስቲ ኣብይን ባዕዳዊ ውልቀ መላኺ ኢሳያስ ኣፍወርቅን ኣብ ልዕሊ ሰላማውያን ሰባት ንዝፈጸምዎ ገበናት ኲናትን ጥሕሰት ሰብኣዊ መሰላትን ውድብ ሕቡራት ሃገራት ብመንግስቲ ኣሜሪካን ሕብረት ኣውሮፓን እናተሓገዘ እዩ ሓቀኛ ምጽራይ ክግበረሉ ዝግባእ ክብል እቲ ጋዜጣ ጽሒፉ ኣሎ። ሰኔት ኣሜሪካ ኣብ ትግራይ ዝተፈጸመ ግፍዕታት ብነጻ ኣካል ክጻርም እቲ ከይዲ ምፅራይ ድማ ተኣማኒ ክኸውንን ገበነኛታት ድማ ክሕተቱ ይግባእ ኢሉ ዘሕለፎ ውሳነ ከይተኸለሰ ክትግበር ከምዘለዎ እቲ ዜና ኣገንዚቡ ኣሎ። ኣብ መንጎ ክልላት ዓፋርን ሱማሌን ብዝተወልዐ ግርጭት እንተወሓደ ሓደ ሚእቲ ሰባት ከምዝሞቱ ቴሌቪዥን ኣልጀዚራ ሓቢሩ ኣሎ። ወሃቢ ቃል ክልላዊ መንግስቲ ዓፋር ፍሉይ ሓይልን ምሊሻታትን ሶማሌ፣ ሃሩካ ኣብ ዝተብሃለ ስፍራ ልዕሊ ሰላሳ ሰላማውያን ሰባት ከምዝቐተሉ እንትዛረቡ፣ ኣፈኛ ክልል ሶማሌ ግና ዕስራን ሓሙሽተን ተወለድቲ እቲ ክልል ብዕጡቓት ዓፋር ተቐቲሎም እዮም ይብሉ። ኣብቲ ዝሓለፈ ጥቅምቲ ብዝተልዓለ ተመሳሳሊ ግርጭት ሓያሎ ሰባት ከምዝሞቱ ሰበ ስልጣናት ክልቲኡ ክልላት ነንባዕሎም ከምዝተወቓቐሱን እቲ ዜና ኣዘኻኺሩ እዩ። ብኻሊእ ዜና ኣብ ክልል ኣምሓራ ፍሉይ ዞባ ብሄረሰብ ኦሮሞ ብዝተልዓለ ግርጭት ስልሳን ሸሞንተን ተወለድቲ ኦሮሞን ኣምሓራን ከምዝተቐተሉን ሚእትን ዓሰርተ ኣርባዕተን ድማ ከምዝቖሰሉን ቪኦኤ ኒውስ ኣመልኪቱ'ሎ። በዚ ግርጭት ልዕሊ ኣርብዓ ሽሕ ህዝቢ ከምዝተፈናቐለ እውን እቲ ዜና ሓቢሩ እዩ። ፋሽስቲ ኣብይ ኣሕመድ ናብ ስልጣን ካብ ዝመጽእ ጀሚሩ ኣብ ኢትዮጵያ ተራእዩ ዘይፈልጥ ብሄር ተኮር ከም ዝተበራኸተን መንግስቲ ፋሽስቲ ኣብይ ድማ ነቲ ግርጭት ንምቁጽጻር ኮነ ንምህዳእ ዓቕሚ ከም ዝሰኣነን ቪኦኤ ኒውስ ዘዋደዶ ዜና የመልክት። ኣብ መወዳእታ ሱዳን ኣብቲ ምስ ደቡብ ሱዳን እትሰሓሓበሉ ግዝኣት ኣብየ ዝተዋፈረ ሓይሊ ዓቃቢ ሰላም ኢትዮጵያ ብካልኦት ሃገራት ንክትካእ ንውድብ ሕቡራት ሃገራት ሓቲታ ኣላ። ኢትዮጵያ ሰራዊታ ናብ ዶባት ምብራቕ ሱዳን እናጸግዐት ኣብ ዘለትሉ እዋን፣ ሓይሊ ዓቃቢ ሰላም ኢትዮጵያ ኣብ ስትራቴጂካዊ ግዝኣት ሱዳን ክዋፈር ኣይንፈቅድን ዝበላ ሚኒስትር ጉዳያት ወጻኢ ሱዳን ማርያም ኣልማህዲ፣ ሃገረን ምስ ኢትዮጵያ ዘለዋ ርክብን ምትሕብባርን ዝምልከቱ ስምምዓት ዳግም እናፈተሸት ከምትርከብ ገሊፀን ኣለዋ። ብተወሳኺ እቲ ካብ ኢትዮጵያ ዝመፀን ልዕሊ ሰለስተ ሽሕን ሰለስተ ሚእትን ኣባላት ዝሓቖፈን ዓቃቢ ሰላም ብኻልኦት ሃገራት ንኽትካእ ሃገረን ንውድብ ሕቡራት ሃገራት ከምዝሓተተት እተን ሚኒስትር ኣፍሊጠን ኣለዋ። ባይቶ ፀጥታ ውድብ ሕቡራት ሃገራት ኣብዚ ጉዳይ ድሕሪ ዓሰርተ ሸሞንተ መዓልትታት ከምዝዝቲ ሱዳን ትሪቡን ኣመልኪቱ ኣሎ።

እምበኣርከስ ዝኸበርኩም ተመልከትትና ንሎሚ ዝሓረናልኩም ዜናታት እውን ነዚኦም ይመስሉ ነይሮም። ኣብ ኻልኦት ዜናታት ተመሊስና ክንጋነ ኢና። ክሳብ ሽዑ ሰላም ትግራይ ትስዕር!